ሰላም ሰላም ክቡራት ተኸታተልቲ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምለኹም ሰላምኩም ብዝሕ ትርፍ ይበለለይ። ነዛ ቻናል ሓደሽቲ ዝኾንኩም ሰብስክራይብ ብምግባር ቤተሰብ ኩኑ። ነዛ ቪድዮ እውን ላይክ ብምግባር ጀምርዎ ክቡራተይ። ሎማዕንቲ ሒዘልኩም ዝመጻኹ ቪድዮ እንታይ እዩ? ከምዚ ትሪእዎ ኣለኹም ነጉላዕ ዝበጽሕ ኣቕሓ እኒኤንና ምሳይ ሒዘኩም ነጉላዕ ከዴ ቪድዮ ሰሪሐ መፅየ እኒኤኹ ኣብዚ ዘን ነዳዲ ወይ ከዓ ዘን ተግተግ ትራንስፖርት ኮንትራት ብጣዕሚ ስለ ዝኸበረ በዘን ኤሌክትሪክ ትሐሸ ኢለ ኤሌክትሪክ ፀዊዐ ነይረ ከምዚ ትርእይዎ ኣለኹም እዛ ቆንጅዬ መኪና እዛ መቕሰላ ወይ ከዓ እዛ ላውንደር እዚኣ ተዘይተኺልና ኢና ንቃለስ ኣለና። ነገር ግን ካብ ዓቕማ ንላዕሊ ኮይንዋ ብኩሉ ኣንፈት ፈቲና ክትሕዞ ይኸኣለትን ዓሰርተ ሸሞንተ ኪሎ እዩ እዚ እትርእይዎ ኣለኹም መቕሰላ ዓሰርተ ሸሞንተ ኪሎ እዩ። ብድሕሪት ሞኪሮምዋ፣ ብቕድሚት ሞኪሮምዋ፣ ብብዙሕ ነገር ተሞኪራ ክትሕዞ ኣይከኣለትን። ረኣይዎ እሞ ከመይ እያ ኣድኪማቶም። እንታይ ኢሉ ከዓ እቱግ ክትብል ትብል እሞ ብሓደ በኩል ትሕዝ የብሎ፣ ንእሽተይ ነገር ትሕዝ የብሎ፣ ከዓ ክትኣቱ ትብል ክዓ ልኾነ ነገር ትሕዝ የብሉና ኣድክም የብሉና ኣውዚ ኸዓ ብዙ ገፅ ኸዓ ኬልና እስኪ ብዙ ኸ ክንሙኩራ ኢልና ናይ መጨረሻ ኣማራፂ እዩ ኣውዚ ሄው ከምዚ ጌሮም ናመኮርዮም ታይለ እያ ትኣቲ በቃ ካብዚ እንዳሓር ኢና ተስፋ ቆሪፅና ከምዚ ትርእዩ ኣለኹም ኣውሪድናያ በቃ ምንም ክንገብር ኣይንኽእልን ብዘይ ካርቶን ኢና ክንፅዕና ኢልና ነርና ተኣተወት ኢልና ግን ምታው ስለ ዝኣበየትና ኣብዚ ኪሎ እየ ዘርእየኩም ኣለኹ እቲ ኪሎ ሲ ኣበይ እኒኦ ይብሎም ኣለኹ ኣብዚ ኪሎ እዮም እናረእዩኒ ነይሮም ዓሰርተ ሸሞንተ ኪሎ ምዃና ብምንታይ ርግጠኛ ክኾን ኢለዮም ናርአዩኒ ነይሮም እና ከምዚኣ ጌርና እዛ ካርቶና ሽፍን ኣቢልና በዘን እንታይ እየን ዝበሃላ ብተግተግ ወይ ከዓ በዘን መሃንድራ ከውፅሖ ወሲነ ይብለኩም ያው እዛ መኪና ኤሌክትሪክ ክትሕዛ ይኸኣለትን ካብኣ ንእስ ዝበለት ተኾይና ትሕዝያ ኢሎምዋ እዚኣ ግን 18 ኪሎ ስለ ዝኾነት ክትሕዛ ይኸኣለትን ከምዚኣ ጌርና መሃንድራና ፀዊዕና ከምዚኣ ጌሮም ኣሲሮም ናብ መሃንድራ ፅዒና ንጉላዕ ክንኸዲና ይብለኩም ክቡራተይ በዚ ኣጋጣሚ እዚ ካርቶን እዚ እዙ መሸፈኒ ና መቕሰላ ይኹን ና ናውንደር ይኹን ና ፍርጅ ይኹን ና ቲቪ ይኹን እሲ ይሽወጡ ኢሎምንስ ብጣዕሚ ተገሪመ በዓል ሓምሳን ሓሙሽተን እንች ካርቶን እሲ ብሰለስተ ሽሕ ሸጥናዮ ኢሎምንሲ ብጣዕሚ እየ ተገሪመ እና ምክንያቱ ኣነ ካርቶናት ዝኾነ ነገር ተገዚኤ ጉሕፎ ወይ ከዓ ስኢልካ ንመቃፀሊ ገለ ኢና ንጥቀመሉ ነርና ነገር ግን ዘይትፈልጡ ተሃሊኹም ከምዚ ከማይ ንክትፈልጡ ዝኣክል ኢለ መቸስ ምፍላጠይ ይፅላእንና እዚ ካርቶን እዚ ይሽወጥ እዩ ክልተ ሽሕ ክልተ ሽሕን ሓሙሽተን ክሳዕ ሰለስተ ሽሕ ይሽወጥ እዩ። ንምንታይ ከዓ ይሽወጥ መሲልኩም? ኣብ መቐለ ይሽወጥ እዩ። ምክንያቱ ንኣየርፖርት ገለ ይደልይዎ ምናምን እናበሉና ነይሮም። እዚኣ ከዓ እዛ ኦሞ እዚኣ እዛ ትርእይዋ ኣለኹም ዝገረመኒ ነገር እዚኣ እውን ገዚእካ ኣብፀሐለይ ኢላትኒሲ ክንደይ ድየ ኢለያ ነይረ መሲልኩም ሽሕን ሓደን እያ ነይራ ሽሕን ሓደን ገዚኤ ነይረ ዝኾነ ሰዓት እና እዛ ኢደይ ሒዘያ እኒኹ ኦሞ ሓሙሽተ ኪለያ ሽሕን ሓሙሽተን ገለ እያ በፂሓ ተኾነ እቲ ኢለያ ነይረ ኺድ ኢለ ይጥይቕ ኣለኹ እዚ ክንደይ ተትብሉኒ ፅቡቕ እዩ ክልተ ሽሕ በስመ ኣብ ክልተ ሽሕ ኢሎምኒሲ ብጣዕሚ እየ ተገሪመ ማርያምን በስመኣም ኣነሲ እንታይ ድየ ዝገብር መሲልኩም ዝኾነ ነገርማ ኣብዚ ሐቢለ ይገዝእ እሞ ሕዛ እሞ እዚኣ ብሽሕን ሓደ እናሃለዋ ክልተ ገዚአ ነይረ ማለት እዩ። ካብኡ ነገራት እሱ ክሳዕ ዝውድኦ ተቐያይሩ ይፀንሐኒ እሞ ዋጋ ወሲኹ ይፀንሐኒ እሞ ብጣዕሚ እየ ዝድንገፅ። ንእሽተይ ከዓ ይኾነ ይወሲኹ ዝፀንሐኒ ኣብዚ ሐቢሎም እዮም። ሕዝስ ርኢኹምዎ ዶ ሽሕን ሓደን ዝገዛእኽዎሲ ክልተ ሽሕ ኮይና ብጣዕሚ እየ ተገሪመ እና ኣውዚ ናፀዓንሎ እዮም ኣነ ከዓ ኣብዚኣ ናብ ባጃጀይ ናኣተኹ እየ በዚኣ ጌርና ጉዕዞ ናበይ መስለኩም ናበጉላዕ ናበጉላዕ ጉዕዞና ጀሚርና ኒኢና መቐለ ንእሽተይ ንእሽተይ ከርእየኩም እየ ሄው መቐለ ብዝሐስ ሰዓት ነዚኣ ትመስል ከምዚ ትርእይዋ ኣለኹም ከተማና ከተማ መቐለ በዚ ጌርና ወፂና ሓደ ሓደ ቦታታት መንገድታት ከርእየኩም እየና ደቂ ኣጉላዕ ወይ ኸዓ ኣጉላዕ ንዘይትፈልጥዋ ኸዓ ዝተወሰነ ክፋላ ከርእየኩም እየ ክሳዕ መወዳዕታ ምሳየይ ፅንሑ ክቡራተይ ይሄው እዚ ናብ ሓውዜን ኣደባባይ ገፂና ናኸድና ነርና ካብኡ ተመሊስና ከዓ ብካሊእ መንገዲ ቀይርና በበይና ክንኸድ ከርእየኩም እየ ከይነገርኩኹም እዚ ቦታ ናበይ ገፅ እዩ እስኪ ትፈልጥዎ ሰባት እንድሕር ደኣ ሃሊኹም በዚኣ ጌርና ዝኾነ ኣደባባይ ከርእየኩም እየ እታ ኣደባባይ ፈሊጡ መጀመርታ ኮሜንት ዝፀሓፈ ሽልማት እኒኤኒ ዶ ክብለኩም ጎዝ እዩ ማለት እዩና በዚኣ ጌርና ውሽጣ ውሽጢ ጌርና ከምዚ ኣልና ናኸድና ኢና ነዳዲ ቀኒሱ ንሃልየሲ ትራንስፖርት ግን ብዙሕ ዘይቀነሰ ክቡራተይ ነዳዲ ቀኒሱ እዩ ግን ትራንስፖርት ኣይቀነሰይ በርግጥ እኒኦዎ እንድዩ ተመዲብሎም እንድዩ ታሪፍ እኒኦዎ እዩ ግን በቲ ታሪፍ ከዓ ይኮና ይንጓዓዝ ኣለና ይሄው እዛ ትርእይዋ ኣለኹም ኣደባባይ ታይ ትበሃል ሕልፍ ኢልኩም ረኣይዋ ተሓሊፋትኩም ተዘይሪኢኹምዋ በዚ እኒኦ ከባቢ ስኡሉ እዩ ደስ ዝብለካ ደስ ደስ በሃሊ ቦታታት እኒኦ በዚ ከይደ ሓደ መዓልቲ ቪድዮ ክሰርሕ እየ ይብል ብዝኾነ ብዝኾነ ኣጋጣሚ ከድኹን ደስ ይብለኒ ሰፈር እዚ ብደየን መናፈሻ ወይ ከዓ ሉሲ መናፈሻ ከባቢ ወይ ከዓ ሃፀ ዮሃንስ ይመስለኒ ሃፀ ዮሃንስ ዮሃንስ ኣደባባይ ድዩ ሃፀ ዮሃንስ ኣደባባይ ሓደ እዩ ብቻ ከምዚኣ ኢልና በዚኣ ጌርና ናብ መናሃርያ ብመናሃርያ ጌርና ንኣጉላ ኢና ንኣቶ መንገዲ ንእሽተይ ካፍ ኣርክብ ኣቢሎምና ነይሮም ዝሮ ዝሮ ግን ያው ብዙሕ ዝናብ ክራማት ለምዘበን ዳርጋው ኩሉ የለኒኦ መቐለ እኳ ከይወቕዑ ዘይውዕሉ ነይሮም ሎሚ ሎሚ ከዓ ናብ ፀሓይ እዮም ተመሊሶም እኒአው እና ክቡራተይ ዝደለኹምዎ ኣቑሑ ከብፅሐልኩም ትደልዩ ኣሕዋት እንድሕር ደኣ ሃሊኹም ከብፅሐልኩም ይኽእል እየ ደውሉ። ቅድሚ ምድዋልኩም ግን ንቐደም እርግጠኛ ክትኾኑኒ እኩም። ዝኾነ ኣቕሓ ገለ ክትእዝዙ እናሃለኹም ከይወሰንኩም ኣይትደውሉ፣ ከይወሰንኽን ኣይትደውላ ደቂ ኣንስትዮ ኣሕዋተይ። ንቐደም ወስና እሞ ካብኡ ምስ ወሰንኽን ናብ ደስ ዝበለክን ቦታ ከብፅሐልኽን ይኽእል እየ ማለት እዩ ክቡራተይ እና ውዚ ከምዚ ትርእይዎ ኣለኹም መንገዲ እዩ እኒኦ እዚ እዚ ለምለም ይመስልና ክራማት ይመስል ግን ብነብሱ እዚ ሰፈር እዚ ዳርጋ ኩሉ ግዜ ከምኡ እዩ ጨዓ ሓደ ሓደ ተኽልታት ቋሚ ተኽልታት ይኒኦዎ ታይ ከተማ ትረኤኩምላ በዚ ማዕዶ ኣቀማምጣኣ ብፍላይ ከዓ ንምቕራፅ ደስ ትብል ረእይዋ እሞ ከምዚ ሰፋሕ ኢላ እያ ትረአ። ከተማ ከተማ ኣጉላዕ ትበሃል። ኣጉላዕ ሐዚ ተዓብላ ከተማ ይመስለኒ ብዙሕ ኣይኮነትን ነይራ፣ ግን ሐዚ ሐዚ ብፍላይ ኣብዚ ወሰና ወሰን ዝስራሕ ኣሎ ፎቓት መዓት ፎቕ ገዛውቲ እዩ ዝስራሕ ኣሎ፣ ክትርእይዎ ኢኹም ቆንጆ ቆንጆ እዩ ዝስራሕ ኣሎ። ተኣብላ ከተማ እያ ናብ ዕቤት ገፃ እያ እግዚኣብሔር ኣምላኽ እንድሕር ደኣ ዓድና ሰላም ገይሩልና ከተማታትና ዳርጋ ንዓበየ እዩ ብኩሉ ኣብ ኩሉ ተሪኢኻሲ ህዝቢ ይሃንፅ ኣሎ እዩ ብቻ እቲ ልምዓት እዩ ዘየለ መንግስቲ ኣብ ካሊእ ዓለም ተፀሚዱ ደኣ እዩ እቲ ልምዓታት ማይ ይኹን መብራህቲ ይኹን ብኣግባቡ ዘየለ እምበር ዘይኣተየ እምበር ኣብ ኩሉ ከተማታት ተረኢኹም ህዝቢ ብዓቕሙ ዘለዎ ነገራት ኩሉ ኣማጢጡ ገዛ ምህናፅ እዩ ዝርከብ ግርም ዝብለካ በቃ ገና ሓደሽቲ ዕድለት ዝተዋህበ ክትሪኦ ቅኒ ኢልኻ ገዛ ብገዛ ኮይኑ ኢኻ ትሪኡና ደስ በሃሊ ነገር እዩ ይኸው ከተማ ጉላዕ ነዚኣ ትመስል ብማዕዶ ክትረአ ንሃልየት ነዚኣ ትመስል በዚታት ዝራእቱ እንኳን እነም ዘበን የውግሓዮ ናብ ፅቡቅ የብሎ ገና ይሸወየ እኒኦ ከምዚ ትርእይዎ ኣለኹም ካብ ምድሪ ዳርጋ ኣይተለዓለን እኒኦ ዋ ቀረባ ይመስል ግን ክንደይ ዘይውዳእ ፅርግያ የኒኦዎ ኣብ ፀሓይ ነይረ ናብ ፀሓይ ክዕዳግ ሓሙስ ክመፅእ ናሃለኹ ብጣዕሚ በቃ ሒሙኒ ዘይፈልጥ ዳርጋ ሒሙኒ እየ መፅየ ከይደስ ክድቅስ ነገር እየ ደልየ ነይረ ነገር ግን ሓደራ ኮይኒ ኣቕሓ ከዓ ከይኸብር ኢለ ሓደ ሓደ ግዜ ዘቑሑት እማ ትጥይቖ ካሊእ ዝፀንሐካ ካሊእ እዩ ናብ ሰዓቱ ጠይቕ ኣቢልካ ተዘይገዚእኻ ከቢድ እዩ ብኸምኡ ምኽንያት ቀልጢፈ ሓደራይ ከቃልል ኢለ ያው ዕዳጋ ሓሙስ ውን ሐዚ ክመፅእ ይሓሰብ ኮይኑ ነይረ ቀንየ ሓደ ሓደ ነገራት ነይሩኒ ኩሉ ነገር ወዲኤ ገለ ክመፅእ ሓሲበ ነይረ ነገር ግን ያው ሓደራ ስለ ዝኾነ ስራሕም ስለ ዝኾነ ኣብ ዘይሓሰብኩሉ መዓልቲ መፅየ ከምዚኣ ገይረ ሓደራይ ብሰናይ ሰላም ኣብፅሐ ይብለኩም።

ዓሰርተ ሽዱሽተ ዒስራ ዋትስኣፕ ቴሌግራም ኢሞ በዛ ስልኪ እዚኣ እዩ እና ብዝደለኹምዎ ፅሒፍኹም ወይ ከዓ ሪከርድ ልኢኩም ትእዝዙኒ ትኽእሉ ኢኹም ክቡራተይ እና ኣዝዙ ደውሉ ይለኩም ይኸው ከተማ ጉላዕ መእተዊ ነዚ ይመስል ትሪእዎ ዘለኹም ፎቓት እዩ በቃ ዝስራሕ ኣሎ ፎቕ ፎቕ ፎቕ ደስ በሃሊ ቦታታት እኒ ከምዚ ትሪእዎ ኣለኹም በዚታት ይሀው ሳዕ ጫፍ ናወፀ እዩ እቲ ፎቓት በዚ ገፅም እኒኦም ከተማ ጉላዕ መእተዊኡ ካብ መቐለ ክትኣቲ ናሃለኻ ነዚታት ይመስል ብላዕሊ ገፅም ቦቕሮ ክትኣቲ ናሃለኻ እውን ያው ከምኡታት እኒኦዎ እዩ ሕዚ ሕዚ ዝመፅሎ ዲዛይን ኣሰራርሓ ገዛውቲ ዝናይ መዓፁ ገለ ብጣዕሚ ደስ ዝብለካ ከምቲ ኩሉ ግዜ ዝብሎ ገዛ ክተስርሑ እናሃለኹም ምናልባት ቀደም እንድሕር ደኣ ወጺኹም ከምዚ ናይ ቀደም ዘሎ ከይመስለኩም ሕዚ ገዛውቲ ታይ እኒኦ ዝብል እሱ ርኢኹም ከምኡ ኣስርሑ ናይ ቀደም ገዛውቲ ዝነበረ ፋሽኑ እናሓለፈ እዩ ብጣዕሚ እውን እዩ ደባሪ ማለት እዩ ሓድሽ ዲዛይን ርኢኹም ዋላ ዋጋ ዝኽፈሎ እንድሕር ደኣ ኮይኑ ዋላ ዋጋ ከፊልኹም ቆንጆ ዘየጣዕሰኩም ገዛ ክተስርሑ እኒኤኩም። ሓደ ሓደ ግዜ ወለድና ዋላ ደመቕሎ ይኹን ዋላ ዳኽሽነ ይኹን እናበሉ ዝኾነ በቃ ንዓኣቶም ዝመሰሎም እዮም ዝገብሩ። በርግጥ ግን ዘይረብሕ ገዛም ክሰርሑ ይኽእሉ እዮም ኣብ መብዛሕትኡም ዝገጥም እዩ ዝርኦየ ባዕለይ እውን ሪኤዮ ስለ ዝኾንኹ ሐዚ ዘሎ ገዛውቲ ሪኢኹም ከመይ ዝበለ ዲዛይን ካንሸሉኡ ከመይ እዩ ሚእቲ ኣርብዓይ ብኸመይ ሚእቲ ኣርብዓይ ካሬ ክልተ ሚእቲ ካሬ ብኸመይ ዓይነት ዲዛይን ተስራሕናዮ ይሕሽ ኢልኹም ሪኢኹም ሰርች ጌርኹም ድዩ ኣብ የትኛውን ቦታ ብቻ ኣልሽኩም ዘየጣዕሰኩም ገዛ ክትሰርሑ እኒኤኩም ገንዘብ ምውፃእኹም ዘይቀረየ ድኻምኹም ዘይቀረየ ዘይትጣዓስሉ ነገር ክትሰርሑ እኒኤኩም ክቡራተይ። ሓወይ ኲዒ ተሰኪፈዮ ወላዲተይ ተሰኪፈያ ከምዚ ግበሪ ክብሎ ኣይትበሉ ዋጋ ኢኹም ትኸፍሉ ኣለኹም ንገዛ ገዛ ምስራሕ ቀሊል ነገር ኣይኮነን ድፍር በሉ በቃ ዝግበኣኩም ነገር ሕተቱ ጠይቑ እና ምስራሕኹም ዘይቀረይ እዞም ኣሕዋተይ ማዕረይ ፀዳ ዝበለ ገዛ ክስርሐልኩም ፀዓሩ ማለት እዩ ካብ ዓቕሚ ጉድለት ተዘይኮይኑ ካብ ስክፍታ ወይ ከዓ ባዕሎም ኣለዎ ካብ ምባል ሕማቅ ገዛ ከይትሰርሑ እየ ዝብለኩም ኣውዚ ያው ናብዚ ገዛ ናበጻሕና ኢና ካብዚ ንደሓር ብዙሕ ቪድዮ ኣየእትወልኩምን ፍቃደኛ ስለ ዘይኮኑ ኣብዚ ክፍለየኩም እየ ሰሰናይ ንዓኹም ብጣዕሚ እየ ዝፈትወኩም ቻው